ክብሪ ንኣምላኽ ይኹን። ሎሚ ሓንቲ ዝብሎ እኳ በቃ እግዚኣብሔር እንታይ ኢልካ ኣምላኽስ እንታይ ኢልካ ወይ ንዓኻ ንዓኻ እንታይ ኢልካ ሕጂ እግዚኣብሔር እንታይ ኢልና ዝብል ነገር ኢና ክንርኢ ካብቲ እግዚኣብሔር ዝበለና ግን ንየማን ኮነ ንፀጋምታ ክንብል የብልና የብልናን በቃ ንእያሱ ክዛረበ ከሎ እስከም ኢልዎ ምሽ በቃ ጽናዕ ትባዕ ኢሉ ካብቲ ሙሴ ባርያይ ዝሃበካ ዝኣዘዘካ ነገር ግን እንታይ ኢሉ ካብኡ ንየማን ኹን ንጸጋም ክወፅእስ እንታይ ኣይገበሩን ኣዚዙ ሕጂ እግዚኣብሔር ክዛረበካ ከሎ ወይ ንሓደ ዕዮ ወይ ንሓደ ዕላማ ክልእኸካ ከሎስ ዝዛረበካ ነገር ኣሎ ክትገብሮ ዝግበእካ ዝነግረካ ነገር ኣሎ ስለዚ እግዚኣብሔር እንታይ ኢልካ እግዚኣብሔር እንታይ ኢልና ንኩላትና እግዚኣብሔር ዝበለና ነገር ኣሎ ሓደ ነገር ክዛረበና ከሎ ግን ክንገብሮ ዝግብኣና ድማ ነገር ኣሎ። ክንሕልዎ ዝግብኣና ወይ ከኣ ክንመላለሱ ዝግብእና ናብቲ ዕላማ ዘብጽሐና ነገርሲ ሓደ ነገር ኣሎ ማለት እዩ። ስለዚ ንኢያሱ ክዛረቦ ከሎ ግን ካብ ምዕራፍ ሓደ ክዛረቦ ከሎ ምሽ ነዚ ህዝቢ እዚ ክትገብሮ ኢኻ ክትወዝእ ኢኻ ዮርዳኖስ ድማ ከተሳግሮ ኢኻ ናብታ ምድሪ ድማ እንታይ ክትገብሮ ኢኻ ኢልዎ ከተብጽሖ ኢኻ ኢልዎ ሓንቲ ግን ኢልዎ እቲ ሙሴ ባርያይ ዝኣዘዘካ እንታይ ግበር ኢልዎ ሓልዎ ከነንብባ ተቓልምሽ እያሱ ምዕራፍ ሓደ ዘንብበለ ኣፖስትል ተንብበለይ ካብ ሓደ ዳሕና ምድባ ካብ ሓደ ዋላ ትርድአና ሰዓ ሸሞንተ ዘሎ
ጎይታ ይክበር ኢያሱ ምዕራፍ ሓደ ካብ ፍቕዲ ሓደ ኮነ ከዓ ድሕሪ ሞት ሙሴ ባርያ እግዚኣብሔር እግዚኣብሔር ንኢያሱ ወዲ ነዌ ኣገልጋሊ ሙሴ ከምዚ ኢሉ ተዛረቦ ሙሴ ባርያይ መይቱ ሕጂ ድማ ተንስእ ንስኻን ብዘሎ እዚ ህዝቢ እዝን ናብታ ኣነ ንኣቦታቶም ንደቂ እስራኤል ዝሃቦም ምድሪ ነዚ ዮርዳኖስ ተሳጐሩ። ከምቲ ንሙሴ እተዛረብክዎ፣ ከብዲ እግርኹም ዝረገጸታ ዘበለት ቦታ ንኣኻትኩም ሂበኩም ኣሎኹ። ደብኩም ካብ ከረን ካብ ሊባኖስን። ቀጽለ። ክሳዕ ሸመንትን ብበረሃ። ደብኩም ካብ ከረን ካብ ሊባኖስ ክሳዕ እቲ ዓብዪ ሩባ፣ ሩባ ኤፍራጥስ ብዘሎ ምድሪ ሔታውያን ክሳዕ እቲ ኣብ ምዕራብ ጸሓይ ዘሎ ዓብዪ ባሕርን ኪኸውን እዩ። ምሉእ ዕድሜኻ ኺቃወመካ ዚቃወመካ ሰብ የልቦን። ምስ ሙሴ ከም ዝነበርኩ ምሳኻ ድማ ክኸውን እየ፣ ኣይክሓድገካን ኣይክጥንጥነካን እውን። እታ ነቦታትኩም ዝሃብዎም ዝመሓልኩሎም ምድሪ፣ ንስኻ ነዚ ህዝቢ እዚ ክተርስትዮ ኢኻ እሞ ጽናዕ ትባዕ። ከምቲ ሙሴ ባርያይ ዝኣዘዘካ ዅሉ ሕጊ ንምግባር ክትሕልዎ ጥራይ ደኣ ጽናዕ ኣዚኻ ትባዕን። ናብ እትኸዶ ዅሉ ምእንቲ ኽቐንዓካስ፣ ካብኡ ንየማን ኰነ ንጸጋም ኣይተግልስ። ነቲ ኣብኡ እተጻሓፈ ምእንቲ ክትጠጠንቂቅካ ክትገብሮስ መዓልትን ለይትን ኣስተንትኖ እምበር እዚ መጽሓፍ ሕጊ እዚ ካብ ኣፍካ ኣይትፍለ ሽዑ መገድኻ ተቅንዕ እሞ ሽዑ ድማ ክሰልጠካ እዩ። ኣሜን
ሕጂ ታይ ኢልዎ እግዚኣብሄር ንመጀመርታ ሓደ ነገር ተዛሪቡ በቃ ንኩሉ እቲ ክወርስዎ ዘለዎም በቃ እቲ ክበጽሕዎ ዘለዎም እንታይ ገይርዎ ተዛሪቡ ካብታ ሸውዓተ ክንሪኣ ከለና ግን ከምቲ ሙሴ ባርያይ ዝኣዘዘካ ኩሉ ሕጊ ንምግባሩ ክትሕልዎ ጥራይ ደኣ ጽናዕ እምበር ኢልዎ ንክትሕልዎ ጥራሕ እዩ ደኣ ፅናዕ እምበር ኢልዎ ምሽ እስከ ጥራይ ደኣ ፅናዕ እምበር ኣዚኻ ትባዕን ኢልዎ ናብ እትኸዱ ኩሉ ምእንቲ ክቐንዓካ ኢልዎ ካብኡ ንየማን ኮነ ንፀጋም ኣይተልግስ ሕጂ ምእንታን እንታ ክገብረካ ክቐንዓካ ናብቲ ተልእኮ ማለት እዩ ናብቲ ከሳግሮም ተባሂሉ ዘሎ ናብቲ ክበፅሑ ዘለዎ ምእንታን ክበፅሕ ስታይሉ ካብኡ ንየማን ኮነ ንፀጋም ኣይትበል ካብኡ ንየማን ንፀጋም እንተልካ ግን እንታይ ኣይገብረካን እዩ ማለት እዩ ኣይከሰልጠካን ሕጂ ግን ምእንታን ከሰልጠካ ግን እንታይ ይግበሮ ዘሎ ትቲ ሙሴ ባርያይ ዝሃበካ ሕግስ ብምሉእ ስታይ ግብር ኣጽንዓ ኢሉ ድሓር ድማ ኣስተንትኖ ኢሉ ኣብቲ ሸሞንተ ክሪኦ ከለና ድማ ለይትን መዓልትን ድማ እንታይ ግበሮ ኢሉ ኣስተንትኖ ኢሉ ሕጂ እቲ እግዚኣብሔር ዝበለካ ነገር ናብቲ ክትበፅሖ ዝበለካስ እግዚኣብሔር እንታይ ኢልካ ብውልቂ እንታይ ኢልና ምሽ ብገዛ ርእስና ብዝተፈላለየ ነገር እግዚኣብሔር ክዛረበና ይኽእል ንኩላትና ማለት ነዚ ማሕበር እዚ ብውልቅና ይኹን ሕጂ ኣምላኽስ እንታይ ኢልና ሓደ ሓደ ግዜ እግዚኣብሔር ይዛረበካ ዋላ ናይ ኣምላኽ ሰባት መፅኦምሲ እግዚኣብሔር ከምዚ ይብለካ ኣሎ ከምዚ ክትከውን እያካ ትበጽሕካ ብለካ ንኣብነት ንብሎ ደሓን መምህር ክገብረካ እያ ንብዙሓት ሰ ክትምህረለ ኢካ ብለካ ኣሎ ጎይታ ይብለካ ይዛረበካ ገለ እንታይ ክትገብር ከም ዘለካ ግን ይርደእካ ሕጂ መምህር ስለ ዝበለካ መምህር ኢካ ማለት እዩ ነቲ ዝበለካ ንክትበጽሕ ግን ንቃል ኣምላኽ እንታይ ክትገብሮ ኣለካ ከተንብቦ ኣለካ ሓቂ ከተፅንዖ ኣለካ ሕጂ እግዚኣብሔር ግን ንዕኡ ስለ ዝመደበካ ግን ግንፅል ኣቢልካ ከተንብብ ከለካ ንዓኻ እንታይ እዩ ዝኾነካ ቀሊል እዩ እግዚኣብሔር ቃሉ ይገልጸልካ የብርሃልካ ማለት ተረዲኻኒ ንህዝቡ ክትምህረሉ ኢሉ ስለ ዝፈለየካ እንታይ እዩ ዝገብረካ መሲልካ እቲ ቃል ኣምላኽ ከተንብ ከለካ ንዓኻ ኣይሽግረካን እግዚኣብሔር ግልፂ እዩ ዝገብረልካ ግን መምህር ኢኻ ስለ ዝበለካ መፅሓፍ ቅዱስ ከይገንፀልካ ስኢልካ ተተመላለስካ ግን ተመላላሲ ኮንካ ኢኻ ትነብር ክትምህር ኣይትኽእልን ካበይ ትምህር ማለት እዩ ተረዲኹምኒ ሓሳብ ሕጂ እግዚኣብሔር ሓደ ነገር ክዛረበና ከሎ ኣብዚ ንእያሱ ሙሉእ መንገድታት የርእይዎ ሓደ ሓደ ግዜ ግን ናይ ኣምላኽ ሰባት መጺኦም ክዛረብካ ከሎስ እግዚኣብሔር ከም ዝብለካ ኣሎ ከምዚ ክገብረልካ የብለልካ ኣሎ ክብለካ ከሎ ኣብ ውሽጥኻ ግን እታ ክትገብር ከም ዘለካ ባዕሉ መንፈስ ቅዱስ ኣብ ውሽጥኻ እንታይ ዝገብረካ ይዛረበካ መንገድኻ እንድሕር ዘይቁኑዕ ኮይኑስ መንገድኻ ከተቕንዕ ከም ዘለካ ውሽጥኻ እንታይ ዝገብረካ ባዕሉ እዩ ዘስተምረካ ሓደ ሓደ ግዜ ከምኡ ንብልና እግዚኣብሔር ኣሕሊፉ ይህብና ሓቀ ዋላ ኣብ ዘይከውን ቦታ ከለኻሲ እግዚኣብሔርግስ ነቲ ዝረኣየልካ ኣነ ናብ ከምዚ ነገር ከብፅሓካ የብለካ ናይ ኣብላኽ መፅ ሰብ መፂ ክዛረበካ ከሎ ከምኡ ክብለካ ከሎ ኣብ ውሽጥኻ ግን ኣሉ ዝመርሓካ ካብቲ ክትምለስሉ ዝግበእካ ወይ ከዓ ክትገብሮ ዝግበእካ ነገር ዝዛረበካ ዝምህረካ ግን ኣብ ውሽጥካ እንታይ ኣሎ ኣሎ ስለዚ እግዚኣብሔር እንታይ ይብለና ኣሎ እግዚኣብሔር እንታይ ይብለካ ኣሎ በቃ እግዚኣብሔር ስታይ ይልካ ሕጂ ናብቲ ዝበለካ ክትበፅሕ ተኾንካ ግን ከተቕንዖ ዘለካ ነገር ኣሎ ማለት እዩ ክትሕዞ ዘለካ ክትጭብጦ ዘለካ ነገር ኣሎ ምሽ ኣብ ንፍላደልፍያስ እንታይ ኢልዎ ከምኡ ኢልዎ ኣብ ማሕበር ፍላደልፍያ ብ ራእይ ክንሪኦ ከለና ምዕራፍ ሰለስተ ሲ በቃ እቲ መርሖ ዳዊት ዝሓዘ ንሱ ምስ ከፈተ እኮ ሓደ ዚዓጽ ኢሉ ንሱ ምስ ከፈተኻ ድማ በቃ ንሱ ምስ ከፈተስ ሓደ ዚዓጽው ንሱ ምስ ዓጽው ድማ ሓደ እንታይ ዘይከፍቶ ኢሉ ንሱ ስታይ ኢልካ ኢሉ ንቃለይ ስለ ዝሓለኻ ኢሉ በቃ ንስመይ ድማ ስለ ዘይከሓድክያስ ማንም ክዓፅዎ ዘይክእል ክፍት ኣፍ ደገ ሂበካ ኣለኹ ኢሉ ሕጂ ሓደ ሓደ ግዜ ስቕ ኢሉ ዝኽፈት ኣፍ ደገ የለን እግዚኣብሔር ከምኡ ክብል ከሎ ሲ ናብቲ ኣፍ ደገ ዝወስደካ መንገድታት ኣሎ ሕጅራ ስኢሉ ክፍት ኣፍ ደገ ኣይኮነን ይቦ በቃ ክንዛረብ ኮልና ወይ ከም መበራትዕ ገለ ነውፅ ስኢልና ቃላት ገለ ኣይኮነን ክንብል ንኽእል ኢና ሓደ ሓደ ግዜ ከምዚ ብስምዒ ዝኸውን ነገር ኣሎ በቃ እግዚኣብሔር ስለ ከምዚ ዝብሉ እሞ ኣነ ከምዚ ኖ ኖ ከምኡ ኣይኮነን ክፉት ኣፍ ደገ ዝተዋህቦም ዝተኸፍተ ኣፍደገ ማንም ክዓጽዎ ዘይክእል ዝተዋህቦም እንታይ ስለ ዝገበሩ እዮም? ንቓሉ ስለ ዝሓለዎ እዩ። ንቓሉ ተዘይሕልዎ ነይሮም ግን ክፉት ኣፍደገ ዝበሃል የለን፣ ክመጽእ ዝኽእል የለን። ንስመይ ድማ እንታይ ኣይገበርካዮን ኢሉ ኣይከሓድካዮን ኢሉ ድሓር ሓሊፍና ክንሪኦ ከለና ፍታሓት ኸዓ ስታ ኢሉ ተዓጊዝካ ኢኻ ድማ ኢሉ በቃ እታ ተዓጊዝካ ኢኻ ስለዚ ነቲ ኣኽሊልካ ማንም ክመፅእ ከይዝርፈካ ስታ ይግበረላ ኢሉ ኣጽኒዕካ ሓዛ ኣጽኒዕካ ብትዕግስቲ በቃ እንዳተጸመም ብኩሉ ነገር ነቲ እግዚኣብሔር ዝበሎ እንዳገበረ ስታይ መፅኡ ሓሊፉ በቃ ነቶም ኣይሁድ እዮም ዝበሃሉ ግን ሓሰውቲ ኣይሁድ ዘይኮኑስ እንታይ ጌርካ ኢኻ ኢሉ ስለዚ ስቕ ኢልካ ዝኽፈት ኣፍ ደገ የለን ስቕ ኢልካ ዝብጻሕ ነገር የለን ካብቲ እግዚኣብሔር ዝበለካ ካብቲ እግዚኣብሔር ዝሃበካ ንየማን ኮነ ንፀጋም እንታይ ክትገብር የብልካን ክትብል የብልካን እምበር እግዚኣብሔር ስለ ዝተዛረበ በቃ ክትገብሮ ዝግበኣካ ተዘይጌርካ ትበጽሖ ወይ ከዓ ትኾኖ ማለት ኣይኮነን። ግን ኣምላኽ እንተተዛሪቡ ግን ንዑ ግን ካብ ምስትንታን ክንታ ክንገብር የብልናን ክንዓርፍ የብልናን ኣምላኽ ተተዛሪቡ ንዓ ነታ ዝተዛረባ እንታይ ኢኻ ትገብር ኣፅኒዕካ ኢኻ ትሕዛ ሕጂ ብዛዕባ ምድሓና ብዛዕባ ገለ ይኹን ክንዛረብ ዋላ ብዛዕባ ምድሓና ይዛረብ ኣፅኒዕና ክንሕዞ ከም ዘለና ኣብ ፀፅባሕ በቃ ምድሓና ክንሕድስ ከም ዘለና ምሽ ከመይ ክንመላለስ ከም ዘለና እግዚኣብሔር ዛረበና እዩ ንምድሓንካ ንባዕሉ እውን ብሕብረት ተዘይሒዝካዮ ብቃል ኣምላኽ ምንባብ ብምጽላይ ተዘይሒዝካዮ እንታይ ኢኻ ትኾን መሲልካ ወልሓንቲ ፍረ ዘይብሉ ሰብ ኢኻ ትኸውን ሕጂ እቲ ክንገብሮ ዝግበአና እንታይ እዩ ዘለና ክንገብር እዩ ዘለና እግዚኣብሔር ግን ከምቲ ዝበሎ ቃሉ ንሱ እንታይ እሙን እዩ እሙን እዩ በቃ እግዚኣብሔር ስ እንታይ ኢልካ ካብቲ እግዚኣብሔር ዝበለካ እንድሕር ወፂኻ እንታይ ትገብርን ኢኻ መሲልካ ኣይተስልጥን ኢኻ ንሃዋርያ ጳውሎስ ክልእኮ እንከሎስ ከምኡ ኢሉ ምሽ በቃ ኣይሁድ ስለ ዘይሰምዑኻ ንስኻ ንናበይኻ ናብ ኣሕዛብ ኪድ ናብ ኣሕዛብ ከይደ ልኢኸካ ኣለኹ ኢሎ ኣይሁድ ተመጺኻ ግን እንታይ ይገብሩኻን እዮም ኢሎ ኣይሰምዑኻን እዮም ኢሎ ርኢኻ ሕጂ ኣብታ ቦትኡ ደው ተዘይብል ተሪያ ክንዚ ዝኣክል ጸጋ ሓይዙ ኣብ ኣይሁድ ኮይኑ ተትመላለስ ነይሩ ማንም ንሓደ ሰብ ከማን ከድሕና ይምኻልን ኣይሰምዑን እዮም ጠቕላላ እዮም ዘይሰምዑ ካብ ህዛብ መፂና ናብ ዓዱ ምስ ተመለሰሲ ሓንቲ ነገር ከይገበረ ፍረ ከይገበረ ከሉ እዮም እንታይ ገይሮም መሲልኩም ኣሲሮም ስሕሊፎም ይቦም ሕጂ እግዚኣብሔርሲ ኣበይ ልኢኽካ ወይ ንምንታይ እዩ ዝደልየካ ደሎ ነታ እግዚኣብሔር ዛበለካ ሒዝካ ምጽንዓ በቃ ንዓ ሒዝካ ተዘይጽኒዕካ ካልእ ነገር ክትገብር ተኽኣልካ እንታይ ፍረ ዘይብልካ ኢኻ ተርፍ ነብ ሓዛብ ምስ ከደ ግን እንታይ ዘለዎ እዩ ይኹን ፍረ ዘለዎ ኮይኑ ናባና ከማ እንተኮይኑ እቲ ወንጌል በፅሑ እዩ ኣብ ኣይሁድ ተተኮይኑ ግን ምንም ነገር ክገብር ኣይክእልን እዩ ስለዚ ከምቲ ጴጥሮስ ናብ ኣይሁድ ዝተላእኾ እዩ ዝብልካ መን እግዚኣብሔር ድማ ንዓይ እንታይ ገበረኒ እዩ ዝብል ናብ ኣሕዛብ ለኣኸኒ ናብ ኣይሁድ መጺኡ ግን ምንም ፍርህ ክገብር ኣይካ በታ ዝመጸላ መዓልቲ ሲ በታ ዝነጽሓላ ግዜ እንታይ ገይሩ እዚ ሰብ እዚ ኢሎም በቃ ኣቱም ሰባት ንዑ ሓግዙና ኢሎም በቃ እዚ ምዛ ቤተክርስትያን ዝፃረር ምስቲ ሕጊ ዝፃረርን ዘስተምህር ሰብኣይ ኢሉ በዓል ጴጥሮስ መቸም ሕጊ ሙሴ ይምህሩ ኢለ ነይረ ኣይሓስብኒ በቃ ብዛዕባ ኩሩስቶስ እዩም ዝዛረብ ነይሩ ኣቶም ሕዋትና እንዳበሉ ምሽ በቃ ከምቲ ንስኹም ትሓስብዎ ይኮነን እንዳበለስ ብዛዕባ ኩሩስቶስ ዝዛረብ ነይሩ በየናይ ሓልኪ ጌርኩሞ እዚ ነገር ዝኽብልዎም ከለዉ እሲ ከምዚ ኣይረድኦም በቃ ካብ በዚ ነገር እዚ ንዘራረብሲ ብዛዕባ ክርስቶስ ዘይንዘራረብ እንዳበሉ ወንጌል ክሰብኩም ዝጀመሩ ስታ ክከብዱ ሰባት ክድሕኑ ጀሚሩ ሪኻ ጳውሎስ ካብኡ ዝተፈለየ ስብከት ግን ኣይሰበኸን ግን ኣበይ ተላኢኹ ኣበይ ተላኢኹ ሓቂ ኣብ ኣሕዛብ በቃ ሕጂ ናብኡ ስለ ዝኾነ ናብቲ ዕላምኡ ናብቲ እግዚኣብሔር ዝበሎ ኣጽኒዑ ምስ ሓዛሲ ናብ ኣይሁድ ኣይምጠመተን ግን ክንድምንታይ ጾር ነይርዎ ተኢልና ግን ብዛዕባ ህዝቡ ግን ሕሙም እዩ በቃ ኣነስ ኢሉ በቃ ኣነ ጠፊኤ ንሶም ተትድሕኑ እዩ ከማን ዝብል ምሽ ሓቀይ ምዕራፍ ሸዓተ ድዩ ቀዳማይ ክኾን ምብል ኣነ ጠፊኤ ንሶም ተትድሕኑስ ክንደይ ደስ ምበለ ነይሩ ግን ኣይትኸውን እያ ከምኡ ዝበሃል የለን ከምቲ ሙሴ ዝበሎ በቃ ንዓይ ሕኸኸኒ ካብቲ መጽሓፍ ኢሎስ ኖ ኖ ኣነ ንዓኻ ይሓከካ ነቶም ዝበደሉ ኢልዎ ስጋዕ ክንድዚ ግን እንታይ ነይርዎ ሃዋርያ ጳውሎስ ሰይድና ግን ስምዒት ነይርዎ በቃ ብዛዕባ ህዝቡ ብዛዕባ ቤተሰቡ ናይ ምድሓን ስጋዕ ክንድዚ ህርፋን እዩ ነይርዎ ነገር ግን ናብኦም ግን ኣይተላእኸን ኣይተኣዘዘን ናብኦም ግን ርኢኻ እግዚኣብሄር ናበይ ኢሉ ሕጂ ጎይታስ እንታይ እዩ ዝብለና እግዚኣብሄርስ ናበይ ልኢኸና ዘሎ ወይ እግዚኣብሄር ኣቐሚጥልና ዘሎሲ ክንገብሮ ዝግበአና ነገርስ መንፈስ ቅዱስ እዛረበና ሕጂ ንዕኡ ተዘይገይርና የማን ፀጋም ክንጥምት እንድሕር ጀሚርና ብዘይ ፍረ ኢኻ ተርፍ ኣብ ዘይጠቅም ነገር ኢኻ ትወድቕ በቃ ንሩት ክዛረባ ከሎስ ከምኡ ኢልዋ ምሽ በቃ ካብዛ ሃገራተይሲ ንየማን ኮነ ንፀግ ኣይትውፂ ካብዚኣ ሓሊፍኪ ኣይትኽዲ ኢልዋ ካብዚኣ ሓሊፍኪ ትኽዲ ኢልዋ በቃ ሪኢኻ ክትመፅእ ከላ ግን ብዛዕባ ሰብኣያ ዝሰምዓቱ ነገር ነይሩ ይዛረባ ነይሩ መቸም መሽሙ ክዛረብ ከሎስ እዚ ቦኣዝ ክዛረባ ከሎስ በቃ ነቲ ንዕኡ ክፅግዕ የልክ ዝመፀኻ ኣምላኽ እዩ ዝብል ሓቀይ ናብ ኣምላኽ ተወኪላ እያ መጽያ ንዕኡ ክጽግዕ ኢልኪ ዝመጻኺ ኣምላኽ ገለ ኢልዋሲ እግዚኣብሔር ግን ናብ ሓደ ነገር እዩ መሪሕዋ ሽዑ እንዳሰምዐት ገለ እያ ትኸይ ነይራ ግን ኣቂ ካብዚኣ ንየማን ኮነ ንጸጋም ተልጊስኪ ግን ብላሻ ከትከውን ኢሉ ኣብ ምዕራፍ ክልተ ክል ኣብቲ መወዳእታ ክንሪኦ ከለና ሲ ተሓዳሽ ትርጉም መፅሓፍ ቅዱስ ክሳይ ገርያ ግን ካብዚ እንድሕር ከኹስ ከይደፍሮ ክምእንታን ኢላታ መን ሽሙ መን እያ ሽማ እታ ሰበይቲ ከዛ ንዓሚ ክትዛረባ ከላሲ ካብኣስ ኣይተልገስ ኢላታ ምእንታን ከይደፍሩኺ ምእንታን ከይደ ዋላ ቦኣዝ ክዛረባ ከሎስ ነቶም እንታይ ኢልዎ ነቶም ናቱ ዓፃዶ ገለሲ በቃ ኣይትሕፍሩ ሓደ ሰብ ከይትንክየኪ ድማ እንታይ ገይረዮም ኣለኹ ተዛሪበዮም ኣለኹ ኢልዎ ተዛሪበዮም ኣለኹ ሕጂ ካብኣ እንተ ተልግስ ነይራ ግን ካልኦት እታ ክገብሩ እዮም ክደፍርዋ እዮም ካልኦት እንታይ ክገብርዋ እዮም ክተናኸልዋ እዮም ማለት ሕጂ እታ ተዋፅኣ ንዓ እታ ክትምርሓ ዘለዋ ግን እንታይ በቃ ካብታ ናይ ቦኣዝ ነገር ከይወፀት ከላሲ ክትከይድ እያ ካብኣ ተወፅኣ ግን ናብቲ በረኸታ ይትገብርኒ ኣይትኣቱን እያ ካብኣ ተትወፅእ ነራ እዚ ሕጂ ወለዶ ትፅዋዓለይ ሓቀይ ምሽ ኣይምመጸን ነይሩ ስጋ ኣብ ወለዶ የሱስ ክርስቶስ ኣብታ ኣትያ ኮይና ካብኡ ኣተቲ ዘብል ነይራ ግን እንታይ እያ ትኸውን ሕጂ ስቂልካ ንክፈት ኣፍ ደገ የለን ስቂልካ ገለ ከምዚ ብስምዒት ኣይኮነን ክርስትና ብስምዒት ገለ ኣይኮነን በቃ ብምርዳእ ኢኻ ትነብር ብምርዳእ ብሓቂ ዝብለኩም ዘለኹ ኣብ ሂወተይ ካብቲ ሓደ ደስ ዝብለኒ በቃ ኣዝየ ዝፈትዎም ኣገልገልቲ እዮም ዘለውኒ ኣምላኽ ስለ ዝመርሓን ድማ ደስ ኢልኒ በቃ ዘገልግል ምስ ምንም ስክፍታት ዝበሃል የብለይን ዝመፀ ይምፃእ ኣገልጋሊ እየ ዝብለኩም ዘለኹ ብሓቂ እየ ዝብለኩም ዘለኹ ዝመፀ ይምፃእ ኣብ ማሕበርና ካብቲ ዝተረዳእና ሓደ ነገር ማለት እዩ ዋላ ዓበይቲ ናይ ኣምላኽ ሰባት ይበሃሉ ዝተዛረቡ ተዛሪቦም ኣብ ውሽጠይ ስፅቡቕ ኣይተሰምዐንን ከም ገለ ተይላት ንሳሊም ካብ ንዕኦም ንዓ ክኣምን እዩ ዝቐልኒ ብሓቂ እየ ዝብለኩም ዘለኹ ብጣ ስጋዕ ክንድዚ እየ ዝኣምኖም ማለት እዩ ስጋዕ ክንድዚ እየ ዝርዶም እዚኣስ ኣይመስለንን ገለ እንድሕር ኢላ ብፍጹም እየ በቃ ምንም ክሳይ ዘይከው ዝርደእኒ ነገራት ኣላ ውሽጢ ሓደ ሓደ ግዜ ግን ካብ ንዕኦም በቃ እሶም እዮም ሓቂ ክብል ስንሳ ሓቂ ክብል ይቕድቐለኒ ንምንታይ ተልኩምኒ ግን ስምዒታዊ ስለ ዘይኮነት እያ ትምህርቲ ከምዚ በቃ ምቕምቕምቕ ስለ ዝበለ ገለስ ኣምፅያ ኣብ ኣፋ ዝፀንሓ ገለ ትዛረብ ገለ ይኮ ነቲ እግዚኣብሄር ዝበላ ድማ ተጠንቂቓ ደጊማ ደጋጊማ ክስታይ ገይራ ሓሲባ ስለ ትዛረብሲ ተረዲእና ሕጂ ብከምኡ ስለ ዝረድአኒ ስምዒታዊት ኣይኮነትን ክትብል ከላ ስለ ዝፀላኣትካ ወይ ስለ ዝፈትወትካ ኣይኮነትን በቃ ሪኻ ዝገርም ነገር በቃ ሕጂ ክርስትና ከምዚ ብስምዒት ዝዝረብ ኣይኮነ በቃ ሙቕሙቕ ምስ በለካስ እግዚኣብሄር በቃ ከምዚ ከምዚ በቃ እየ መቸም ንዓይ ንዓይ ኣነ ከምኡ ይርደኒ እዩ ሓቂ ዘረባ እየ ዝብለኩም ዘለኹ እቲ ትኽክል ከዓ ንሱ እዩ ሓቂ ነቲ እግዚኣብሔር ዝበለካ ፅኒዕካ ከትሕዝ ከለካ ከታ ትኸውን ከምቲ ቃሉ ዝበለካ ከምኡ ትኸውን ንሱ ትኾነ ማለት እዩ ስለዚ ካብኣ እንታይ ትግበር ኢላታ ካብኣ እንተ ወፂ ክንታ ክክብሩ ኮይም ኢላታ ክደፍሩ ኮይም ኢላታ በቃ ሽዑ እግዚኣብሔር ናብ ዘገርም ነገር እንዳመርሓ ከይዱ ናብ ዘገርም ነገር እንታይ እንዳገበረ ከይዱ እንዳኣተዋ ከይዱ በቃ ስኽስ ኢልዋስ ካብቲ ቀዳማይ ክስ ታይ ገብር ኢልዋ ዳሓራይ ክድማ እንታይ ገብር ይበልፅ ኢልዋ ደድሕሪ ሃፍታማ ደድሕሪ መንእስያ ዘይምስዓብ ክስ ታይ ኢልዋ ሕጂ ካብቲ ዘለካ ከዝብለካ ዝኽእል ብዙሕ ነገራት እዩ ዘሎ ብዙሕ ነገር ካብቲ እግዚኣብሔር ዝፀውዐካ ካብቲ እግዚኣብሔር ዝፀውዐካ ሕጂ ትርእሞ ኩነታት እንታይ እቲ እግዚኣብሔር ዝበሎ ዶ ኣብየ ኣሎ ትብል እቲ እግዚኣብሔር ዝተዛረበስ እንታይ ደኣ እዩ ኮይኑ ዘይከውን ዘሎ ኣብየ ኣሎ ትብል ሕጂ መንገድኻ ክትቅይር እዩ ዝገብረካ ሲስተም ናትካ ሜላ ብከምዚ ተገበርኩ ብከምዚ ተሓዝኩ ዶ ገለ ትብል ኮምኡ ዝበሃል የለን ኮምኡ ዝበሃል የለን ብፍፅም ኢኻ ብሲስት ናትካ ጥበብ ተሓዊስካ ኣሎ ከሞ ዝገደድ እያ ትኸውን ንግዚኡ ዝተሳክዐት ክትመስል ትኸውን ገለ መሊሱ ግን መዋረድ ኢኻ እዩ ዝኸውን እግዚኣብሔር ተዘይክቢርካ መዋረድ ኢኻ ሰማይ ሰቆልካ ሰባት ያ ናይ ሰብ ነገር ከምኡ እዩ በቃ ሰማይ እዮም ዘብፅሑኻ ድሓር ግን ብቃ ኣነ ብልቢ ዝብለኩም ዘለኹ ብሓቂ ኣብዚ ሕጂ እዋን በፂሒ ዘለኹ ማለት እዩ ምርዳእ ገለሲ በቃ ብዙሕ ነገር ተሓልፍኒ ኣብ ብዙሕ ነገር ከዓ ተስፋታት ትገብር ዋላ ብ ሰባት ዋላ ብ ገለ ሕጂ ገፅ ሰብ ክርእስ ኣነ ይመስለኒ መቸም ኣነ ይመስለኒ ብፍፁም እየ ዝብለኩም ዘለኹ ብሓቂ ብዛዕባ ሕብረትና ክኸውን ገለ መቸም እግዚኣብሔር ሱ እንዲቀሚጥለ ይመስለና ኣይርደአኒ ብዛዕባ ናይ ቸርች ተዘይኮይኑ ብዛዕባ ካልእ ክሓስብ ኣይክእልኒ ብልቢ እየ ዝብለኩም ዘለኹ ግን ፈቲኻ ኣይኮንካን ፈቲኻ ኣይኮንካን በቃ እግዚኣብሔር ብኩሉ እዩ ዝጥቀም መቸም ይርደአኒ ሃፍታም ነጋዳይ ኮይኑ ብገንዘቡ ከም ዝዓይ እግዚኣብሔር ይገብሮ ገንዘብ ዘለዎ በቃ ብገንዘቡ እንድሕር ዓያ ኣሎ እሱ ውህበት ኣምላኽ ምዃኑ እዩ ዝርደአኒ ዓይ እግዚኣብሔር ተዘይባሪኸካ እግዚኣብሔር ክሳይ ተዘይ ምንም ሕጂ ክትፍትም ተኾንካስ ብዛዕባ ንግዲ ኢኻ ከተሓስብ ማለት ብዛዕባ እቲ ቢዝነስ ኢኻ ተሓስብ ኣእምሮኻ ዝወዝዞ ጎይታ ብገንዘብ ክጥቀመልካ ስለ ዝደለዩ ኣነ ድማ ብዛዕባ ቸርች ዘላ ተዘይኮይኑ ካልእ ክሓስብ ኣይክእልኒ እሳ ግዲ ኮይና እታ ውህበተይ መስለኒ ሲ ሕጂ ትብል ኢኻ በቃ ዋይ ጎይታ ባርኽ በቃ ገለ ኩነታት እንዳረእኸውካ ኢኻ ትኸይድ ገለ ከም ገለ ሽልሕ ምስ በለትካ ስምባ ኣበይ ደኣ ኣለዎ መዓዝ ደኣ ገለ ትብል ሕጂ ኣምላኽ ግን ሓደ ሓደ ግዜ እንታይ ገብረካ በቃ ይምህረካ ናብኡ ከም ትጥምት ይገብረካ ናብኡ ከም ትርኢ ይገብረካ በርቲ ዝበሎ ስለ ዝለወጠ ኣይኮነን እግዚኣብሔር ስለ ዝኸሓዱ ግን ይዕንትኻ ካብ ሰባት ስለ ክሳዕ ዘየልዓልካ እግዚኣብሔር እንታይ ዝገብረካ በፍጹም ምንም እንታይ ኢሉ ኣነስ ነቶም ዘፍቅሩኒ ምእንታን ከባርኾም ሲሉ ኣነ ኣብ መንገዲ ጽድቅን ኣብ መንገድን ሓቅን ዝርከብ ኢሉ ጎይታትና ነቶም ዘፍቅሩኒ ምእንታን ክባርኾም ሕጂ ካብ መንገዲ ጽድቂ ወጺኻ ካብ መንገዲ ሓቂ ወጺኻ እግዚኣብሔር ረኽበኒ ማለት ብፍጹም ክትባረኽ ትደሊ በቃ ኣነ ነቶም ዘፍቅሩኒ ምእንታን ክባርኾምሲ ኣብ መንገዲ ጽድቅን ሓቅን እዩ ዝርከብ ካብኣ ወፃእ ግን እግዚኣብሔር ኣይርከብን እግዚኣብሔር ካብታ ዝተዛረበካ ካብታ ከብፅሐካ ዝደለየ ነገር ገለሲ ካብኣሲ ወፃኢ ኣይርከበልካን ብካልእ ክትደልዮ ክትረኽቦ ተደለካ ብፍፁም ብምንም ተኣምር ኢኻ ዘይትረኽቦ ንሱ ኣብ ቃሉ ጽኑዕ እዩ ከምዚ ክንብሎ ጽንሓና እሙን እዩ ጎይታ በቃ እሙን እዩ ኣብታ ተዛረበ ኣነ እዚኣን እዚኣን ክገብረ እያ እግዚኣብሔር እሙን እዩ ከምቲ ዝበሎ ገብር እዩ ክትገብሮ ዝግብአካ ግን ኣሎ ክትኮነ ዝግብአካ ግን ኣሎ ክትኮነ ዝግብአካ ክትገብሮ ዝግብአካ ግን ናትካ ኣይኮነን በቃ ትሱ ዝበለካ ኢኻ እንታይ ክትገብር ዘለካ ሕጂ ናብቲ ክበፅሑ ዘለዎ እንታይ ገይርዎ እዩ ኣረዲዎም ናብዝን ናብዚ እንታይ ክትገብሮም እያ ኣነ ድማ ምሳኸ ዕድሜኻ ሙሉእ ድማ እንታይ ዝገብረካ ያለን ዝቃወመካ ግን ኢሉ በቃ ሓንትስ ኢሉ እቲ ሙሴ ዝባርያ ዝኣዘዘካ እንታይ ግብር ኢሉ በቃ ተዘይሓልዋ ግን ምብፃሕ ዝበሃል የለ ተዘይሓልዋ ግን ህላውነት ምስኡ ክህሉ ኢልካ ግን ኣይትሕሰብ ሕጂ እግዚኣብሔር ስነቱ ክገብሮ ዝደለየ ምእንታን ክገብር ሲ በቃ ኣፍ ደገ ንኽፈተሉ ኣብቲ ዝበለና እንታይ ንግበር ንፅናዕ ካልእ ነገር ኣይንጠን ተስፋ ኣይንቑረጽ በቃ እግዚኣብሔር ክምህረካ ተደልዩ ብዝተፈላለየ ይምህረካ በቃ ብዝተፈላለየ ብናይ ሰባት ህይወት ምህረካ ኸል እግዚኣብሔር ብኣኻ ገይሩ እውን ምህረካ በቃ ሕሲ ሕሲ ኣቢሉ ባዕሉ ስታይ ገብረካ ሕጂ ኣይንፍራሕ እግዚኣብሔር እንታይ ተዛሪቡ ዘሎ ምሽ ነተን እንታይ ኢልወን ነዘን ኣብ ራእየ ዮሃንስ ዘለዋ በቃ ከመይ ዘይበዛሓክን ገለ ዘይኮነሲ በቃ ተክገብረኦ ዘለዋ ንስኽን ስለ ዘይበዛሓኩም ስለ ዘይፈርኹም ከምዚ ገለ ይብለና ነይሩ ብቀዳማይ ከምኡ ይኮነን እቲ ክገብሮኦ ዘለዋይ እንታይ ገይሩ ተዛሪቡን ናይ ብዝሒ ህዝቢ ተዛረበ ናይ ዋሕዲ ህዝቢ ተዛሓረብ ገለ ስ እንታይ ተልና ግን ካብ ቃል ይወፅን ስለዚ በዛ ንመን እዩ ነታ ማሕበርታ ኢሉ ሃፍታም እዩ ፈሳሲ እዩ ኩሉ ነገር መልኢለይ ከማኻ ድኻ ግን የለን ኢሉ በቃ ዓቕምኻ ግን እንታይ ኢልዎ ነትዮም ግን ሒደት እዩ ግን ኢልዎ ግን በቃ ንቃል እንታይ ጌርካ በቃ ሓሊኻ ኢኻ እትኦም ኮ ኩሉ ነገር ዝተኻናወነሎም እዮም ዝመስሉ በቃ በዚሕሎም ኩሉ ግን ኣብቲ ኣብኡስ ዘይነበረ ሕጂ ኣብ ምብዛሓን ናብ ምውሓድን ዘይኮነሲ እቲ እግዚኣብሔር ዝበለና ንገብሮ ኣለና ዲና ምሽ ንቃሉስ ንሕልዎ ኣለና እሱ እግዚኣብሔር ዝዛረብ እምበር ክንደይ በፂሕኩም ክንደይ ኣይበፃሕኩምን ዓቕምኹም ሽሕ ድዩ ሓደ ሚልዮን ድዩ እታ ክገብርዋ ዝግብኦም ስለ ዘይገበሩ ግን በእን እዩ ተዛሪብዎ ሕጂ ሲ ማለስ ኣለና ዲና ኣብ መዕለዊና ኣለና ዲና እግዚኣብሄር ስታ ኢሊ ካብቲ ዝበለካ ሳለካ ዲኻ ንዑ ዲኻ ተስተንትን ዘለካ ንዑ ዲኻ ትሓስብ ዘለካ ወይስ ካልእ ሕጅስ ከምቲ እግዚኣብሄር ዝበለኒ ወይ ከዓ ነቲ እግዚኣብሄር ዝበለኒ ስዳለ ኣለኹ ድዩ ገለመለ ሓደ ሓደ ግዜ እንታይ ሕማም እምበር ብሓንሳእስ እምበር ጥዕናስ እንታይ እም ኢሎማ ቀስ እናበልካ እዩ ሪኢኻ ናይ እግዚኣብሔር ነገር ከም ዝህሩግ ኢልካ ዝኸውን ነገር ኣይኮነን ኩሉ እግዚኣብሔር እንዳመዓራረየካ እንዳስርሓካ እንታይ ዝገብር ንሙሴ ክልእ ከሎ ከምኡ ኢልዎ ምሽ ዋላ ንፈርኦን ክዛረብ ከሎስ ብሓንቲ መዓልቲ ንኩላትኩም ፌራ ገይረ እንታይ ገብር ምወዳእኩኹም ኢሉ ሓይለ ያበኻ ከርኢ ስለ ዝደለኹ ግን ኢሉ ከምኡ ይገብርኒ ኢልዎም ከምኡ ይገብር ነይሩ ኢኻ ተኣምራታቱ እንዳርኣየ እግዚኣብሔር ዓቢ ምዃኑ እግዚኣብሔር ሓያል ምዃኑ እግዚኣብሔር እዚ ገይርልና ምእንታን ከነውርሲ ንኹሉ ገይርዎ እምበር ብሓንቲ ግዜ ፌራ ገይሩ ስታይ ምገበሮም ምወድኦም ነይሩ እንታይ ኢልና ከንዝንቱ ብዛዕባ እግዚኣብሔር ንደቂ እስራኤል ድማ ከምኡ ኢልዎም በቃ ብሓንቲ መዓልቲ ንኹሎም ኣጥፊ እስማ ሃብኩኹም ነይረ እታ ምድሪ ኢሎም ግን ኣራዊት ምድሪ ፈርዮም ከየጨንቑኹም ምእንታንሲ በብቑረቤታይ ዝገብረኩም ብሓንሳእ ተሂብዎም ግን ንኹላ ነታ ምድሪ እንዳተ ክመልእዋ ኣይክእሉን እዮም ውሕዳት ኢኖም ተረዲኹም ሕጂ እንዳተፋረዩ ስጋዕ ዝኸዱ ግን ብሓንሳእ ምእንታ ንክስታ ከይትኾኑ ንግደፎ ነዛ ከተማ እንድሕር ህዝቢ ዘይብላ ኮይና መስፈሪ ኣራዊት እያ ትኸውን ሽዑ ኣራዊት ኣፅሪኻ ንዕኦም ክስታ ከትገብር ሕሰቦ ክንደይ መከራ ክንደይ ተዓቢ ዘሎ እግዚኣብሔር ግን ርኢኻ ኣለኻ ከስፍሐካ ተኮይኑ ብሕብረት ብቤተክርስትያን ከስፍሐካ ተኮይኑስ በቃ ዝምህር እንዳዳለው ገለ ነገር እንዳዳለው ገለሲ ተዘይኮይኑ ምስ መጹ እንድሕር በዚሖምካ ግን ከጨንቑኻ ከተስተምሮም ዘይትኽእል ተኾንካ ተረዲኻኒ ዝግባእ ናይ እግዚኣብሔር ነገር ከተመሓላልፈሎም ዘይትኽእል ተኾንካ መጨነቕትኻ እዮም ዝኾኑ ስለዚ እንታይ ገደሰና እግዚኣብሔር ዝበላ እንድሕር ትሕልው ሃሊኻ ኮንካ ኩነታት ከም ዝኾነ ይኹን ኣምላኽ ከምኡ እዩ ዝብል እዚኣ ኣይንረስዓያ ብሓቂ ዝብለኩም ዘለኹ ልብና ተዘይነቐፈና ሳብ ኣምላኽ ትብዓት ኣለና ዝብል እዚኣ ኣይንረስዓያ ኩሉ ግዜ ሰብ ምህላው ዘይምህላው ኣየገድስ ብምንም ጣዕሚ እቲ እግዚኣብሔር ዝብለካ እንድሕር ትገብር ሃሊኻ ግን ትብዓት ሃልውካ ኩነታት ኣይጠምት ኩነታት ሓደ ሓደ ግዜ እንታይ ይገብሮ ይመስልካ ንልብኻ ሰብ እምበር ዶ ክስታይ ይኸውን ኣሎ ገሊእኻ ትብል ሕጂ ንምንታይ ንዑ ንጠምት ኣይንጠምት ኩነታትና እቲ እግዚኣብሔር ዝበለናስ ንገብር ኣለና ዲና ንዓ ሒዝኒያ ኣለና ዲና ሪኻ ኩሉ ግዜ ከዓ ክንደጋግሞ እዩ ዘለና ክንደጋግሞ ተሓስቡ ነቲ እግዚኣብሔር ዝበለካ እግዚኣብሔር ከምዚ ኢሉ ንኸም እታ ክኸውን ኣለኒ ሕጂ እታ ክገብር ኣለኒ ግን እንዳበልካ ተኸይትኹንካ ግን ነቲ ክትገብሮ ዘለካኸ እንታይ ትገብር መሲልካ ትዳለወሉ ገለ ኩነታት ክትርኢ ተጀሚርካ ግን ነቲ ዝበለካኸ እንታይ ክትገብር መሲልካ ይረስዓካ መረሲዑ ኩሉ ነገር የባላሽወካ እዩ። ሕጂ ትርስዖ ሕጂ ኣይንረስዕ እግዚኣብሔር እንታይ ኢልና እግዚኣብሔር እንታይ ተዛሪብካ እግዚኣብሔር እንታይ ተዛሪብኪ ሪኹ ብውልቀና ይኹን ብሕብረት እግዚኣብሔር እንታይ ኢልና ንዕኡ ካብ ምስንታን ግን እንታይ ንግበር? ኣይንዕረፍ በቃ ንዕኡ እንድሕር ኩሉ ግዜ ንሓስቦ ኮይና ብዛዕባኡ ጥራሕ ሓሳብካ ተኮይኑ እንታይ ክትገብር ከም ዘለካ እዩ እግዚኣብሔር እንታይ ዝገብረካ ይዛረበካ ሕጂ ናብቲ ትኸዶ ነገር ንዕኡ ጥራሕ እንድሕር ትሓስብ ኮንካ ግን እንታይ ክትገብር መሲልካ ንእግዚኣብሔር ኢኻ ተቐድም በር ንሰባት ኣይኮንካን ተቐድም ንሰባት ኣይኮንካን ተቐድም ሕጂ ናብቲ ዝብለካ ጥራሕ እንድሕር ክትበጽሕ ደሊኻ ገለስኻ ስኻ ክትበጽሕ ኢኻ ደሊኻ ደለኻ እምበር እግዚኣብሔር ግን ብኡ ክረአ ተኮይኑ እንታይ እንዳገበረ እዩ ዝኸይድ መሲልካ ግብርታቱ እንዳገበረ ገለ ነገር እንዳገበረ እምበር ብዘይ ዝኾነ ይኹን ነገር ጣዕ ኣቢሉ የብጽሕካ ከምኡ ኢሎሞ ንመን ሽሙ ክዛረቦ ከለዉ ንእያሱ ነቶም ህዝቢ ምስ ኣዘዞም ሲ ሓንቲ ሲሎሞ እግዚኣብሔር ጥራሕ ከምቲ ምስ ሙሴ ዝነበረ ምሳኻ ይሃሉ እምበር ንዓኻ እንታይ ክንገብረካ ኢና ክንሰምዓካ ክንእዘዘካ ኢና ኢሎሞ ንዓኻ ዘይሰምዓካ ዘበለ ግን ኩሉ እንታይ ኢሉ ይሙት ኢሎም ሓንቲ ግን ኢሎሞ ሓንቲ ነገር ኢሎሞ በቃ ሕጂ ረ ናብቲ እቲ እግዚኣብሔር ዝበለና ክኸውን እንተኮይኑ ብኡ ስለ ዝኸውን ብኣና ስለ ዘይከውን ትሪኢኹም ኣለኹም ኩሉ ነገር ናቱ እዩ ሕጂ ንዕኡ ክረአ እንታይ ንግበረሉ ንግደፈሉ ንሱ ምሳኻ እንተዘይሃልዩ ግን እንታይ ንገብረካ ኢና እዩ ክንሰምዓካ ተኮይና እዮም ኢሎም ወሪቓ ድሕሪ ደይሰምዓካ ዋላ ስጋዕ ይሙት ዝብልሲ ነገር በፂሖም ግን ሓንቲ ነገር ኣዚ ኢሎም እግዚኣብሔር ሲ ምሳኻ ጥራሕ ይሃሉ እግዚኣብሔር ተዘይሃልዩ ግን ትርጉም የብላን ማለት እዩ ደስግር ንሱ እዩ ዘብፅሕ ንሱ እዩ ሕጂ ኣብቲ ንገብሮ ደበለ እቲ ንጎዮ ዘበለ ኣብቲ እግዚኣብሔር ዘበለና ሲ ንሱ ክረአ ጥራሕ እንታይ ንግበር ንሕሰብ እዚ እንድሕር ኮይኑ ግን ናይ እግዚኣብሔር ነገር ርእዩ ንድሕሪ ዝምለስ ሰብ የለን ናይ እግዚኣብሔር ነገር ኣባኻ ሪኡ ገለ ናባኻ ዘይጠብቕ ሰብ የለን ሕጂ ኩሉ ግዜ ንዕኡ ጥራሕ እንድሕር ንሓስብ ኮይና እንታይ ካ ትኾን መሲልካ እግዚኣብሔር ከመይ ኢሉ ይግለጽ ናይ እግዚኣብሔር ሓይሊ ከመይ ኢላ ትኹን ጎይታ ከመይ ዳ እዚ ኣብ ክትብል ኢኻ ትጅምር ተዘይ ኮይኑ ድሕር ካብ ወፂኻን ኩነታት ኢኻ ጥምል ንሰባት ትርኢ ገጽ ሰብ ትርኢ ናትካ ሲስተም ገለ ከጠቀም ትፍትን ገለ ግን ኣይ ኣይተብፅሕ ዋላ ተኾነት እውን እንታይ የብላን እዩ ትርጉም የብላን ትርጉም የብላን ስለዚ ኢሉ በቃ ማንም ሓደ እኳ እንታይ ክገብሮ ዘይክእል ደገ ክፉት ማንም ክዓፅዎ ዘይክእል ማንም ክዓፅዎ ዘይክእል ግን ንቃሌታይ ጌርካዮ ሓሊኻዮ በቃ ንስመይ ድማ እንታይ ገበርካን ከኽሕድ ዝኸእል ነገር ግን ብዙሕ ነገራት ነይሩ ማለት እዩ። ነቲ ስም እግዚኣብሔር ከኽሕዶ ዝኸእልሲ ብዙሕ ነገራት ነይሩ ማለት እዩ ዋላ ተዘይገለጸልናሲ ግን ከኽሕድ ዘኸእል ኩነታት ግን እንታይ ነይሩ እዩ ማለት እዩ ነይሩ እዩ ርኢኻ ንዕዮኻ ክምጥል ንዕዮኻ ክትጎድፎ ዝገብረካሲ ብዙሕ ነገራት ትርኢ ኣሎ ዝኸውን ነገራት ኣሎ ማለት እዩ ርኢኻ ሕጂ ተዘይሓዲግካዮ እዩ ተዘይሓዲግካዮ ግን ናብቲ እግዚኣብሔር ዝበለካ እንታይ ትገብር ትበፅሕ እምበር ዘለካ ነገር ጠጠን ኣቢልካ ክትጎድፎ ናብ ከምኡ ደረጃ ዘብፅሐካ ኩነታት ኣሎ ያ ንቃሉ ንኸይትሕሉ ዝገብረካ ዝደፋፍኣ ካብ ምክንያታትሲ ብዙሕ ኣሎ ባ ከምዚ ተዘይኮን ዳእሞ ከምዚ ዳእሞ ስጋዓ መዓዝ ዳእሞ ክፅበ ከም ስጋዓ መዓዝ ዳእሞ ከምዚ ዝኸውን ገለ ትብል ሪኹም ኣለኹ ብዙሕ ነገር ኢኻ ትሓልፍ እንተዘይ ሓሊኻያ ንዕኡ ክትክሕዶ ዝገብረካ ተረዲኹምኒ ነቲ ግዜት ንኸይትጽበ ንኸይትዕገስ ዝገብረካ ግን ብዙሕ ነገራት እዩ ዘሎ ሕጂ ነዚኣ ተጸሚምና ተሓሊፍናዮ ግን እንታይ ከትኾን መሲልካ ትኸብር በቃ እግዚኣብሔር የኽብረካ በቃ እሱ ብኣኻ እንዳተረኣየ ይኸይድ እሱ ብኣኻ እንዳተገለጸ ይኸይድ ገለመለ በቃ ሕጂ ንዕኡ ንቐድሞ ንሕሰቦ እንታይ ኢልኒ ጎይታ እግዚኣብሔርስ እንታይ ኢልኒ ዘሎ በቃ እንታይ ክገብር ኣለኒ ግን ንፈልጥ ኢና ሕጂ ውሽጥኹም ዝበለኩም ጎይታ ኩላትኩም ትዝክሩ ኣለኹም ብውልቂ ድዩ ብማሕበር ዝበለኩም በቃ እንታይ ክገብር ከም ዘለኒ ግን ሕጂ ውሽጥኹም ሕጂ ነቲ ትዛረበኩም ዘሎ ነቲ ኣነስ ከምዚ ዝኸውን ኣለኒ ትብልዎ ነገር ንዑ ግበርዎ ንዑ ምግባር ተዘይጌርና ግን በቃ ኣነ የለን እኳ ኣይርደእንን ይኸውን በቃ ከምዚ ከምዚ ከምዚባ ከምዚባ ነኖ ናይ ስምዒት ኣይኮነን ክርስትና ብስምዒት ዝኸየድ ኣይኮነን በቃ እግዚኣብሔር ብዝረኣየሉ መንገዲ ኢኻ ትኸይድ እምበር ብስምዒትካ ኣይኮን ብሆሆ ዝኸውን ነገር ኣይኮነን እግዚኣብሔር ብዝኸብረሉ መንገዲ እግዚኣብሔር ብቃሉ ብዝግለፀሉ መንገዲ እንተዘይኮይኑ ካልእ ኣማራጭ የብልናን ማለት እዩ ሕጂ እታ ዘላስ እግዚኣብሔር ከመይ ኢሉ ይረኣየልና በቃ ናብቲ ዝበለና ግን ንሱ እታ ክገብረና እዩ ከብፅሓና እዩ እውን እዩ በቃ ስለዚ ኢሉ ነቶም ዘፍቅሩ ንምእንታን ከባርኾም ሃብቲ ክውስኸሎም ምስ ኢሎም ኣነ ብመንገዲ ጽድቂ እንታይ እየ ዝርከብ ኢሉ ሓቅን እየ ዝርከብ ኢሉ በቃ ብምንታይ እግዚኣብሔር ክባርኸካ ደሎ ብምንታይ ከብዝሓካ ደልዩ ደሎ እግዚኣብሔር ይፈልጥ ነየናይ ዕዮ ይፀዊዕካ ዘሎ እግዚኣብሔር ይፈልጥ ኣብኣ ግን እንታይ ምግባር ዶ ምባል ኣብኣ ግን ምፅናዕ በቃ ኣሜን ኣብ ዘፍጥረት ምዕራፍ 22 ዘሎ ብ 15 ድሓን ኣነ ከንብበልኩም እየ መልኣኽ እግዚኣብሔር ድማ ካልኣይ ሳዕ ካብ ሰማይ ንኣብርሃም ጸውዕ ኢሉ ብርእሰይ መሓልኩ ይብል እግዚኣብሄር፣ ነዚ ነገር እዚ ኻብ እትገብር ነቲ ሓደ ወድኻ እኮ ካብ ዘይትኸልእ ኢሉ። ስለዚ ኣዝየ ክባርኸካ እየ፣ ንዘርእኻ ድማ ከዋኽብቲ ሰማይ ከምቲ ኣብ ገምገም ባሕሪ ዘሎ ሑጻን ኣዝየ ከብዝሖ እየ፣ ዘርእኻ ድማ ደጌታት ጸላእቱ ክወርስ እዩ። ቃለይ ስለ ዝሰማዕካ ኢልዎ ድማ ህዝብታት ኩላ ምድሪ ብዘርእኻ ክባረኹ ይምሉ። ቃለይ እንታይ ስለ ዝገበርካ ኢሉ ስለ ዝሰምዓካ ሓደ ነገር ድማ እንታይ ኢልዎ እግዚኣብሔር ኣዚዝዎ በቃ ወድኻ እንታይ ግበረለ ኢልዎ ነዚ ሓደ ወድኻ እኳ እታ ክትገብረለይ ስለ ዘይበቐካለይ ስለ በቃ ዘርእኻ ንኮላ ምድርታ ክገብርዎ እዮም ኢልዎ ክወርስዋ እዮም በቃ ክበፅሕዋ እዮም ኢልዎ ንቃለይ ድማ ስለ ሰማዕካስ ህዝብታት ኩልና ምንታይ ብኣኻ ክባረኹ እዮም ሕጂ ደቂ ብርሃም ኢልና ድና ንፅዋዕ ሓቂ እግዚኣብሔር ከምኡ ኢልና ምሽ ሓደ ነገር በቃ ንቃሉ ሰሚዑ ንቃሉ ተኣዚዙ ዝገብር እንታይ ዝነበረ ሰብ ነቲ ሓደ ወዱ ካሪእኻ ነቲ ዘይከላእ በቃ ነቲ እንዲዕ መቸም ክንዲዚ ዓመት ተፀቢኻ እሞ ኣብ ዝሞተ ነገር ኣብ ዝተወደአ ነገር ነዚ ነገር እዚ ክትውፍረ በቃ ነቲ እግዚኣብሔር ዝሃበካ ብምሉእ ርእስኻ እንድሕር ወፊኻ እንታይ ካ ትኾን መሲልካ ተዓበ ካጅ ነቲ ዝሃበና ነገር ምሉእ ርእስና እንታይ ንግበር ንወፊ ንጢሜጢዎስ ከም ኢሉ ጳውሎስ ክእዝሆ ከሎ በቃ በቃ እንዳዓበኻ ትኸይድ ኣለኻ እንዳሰፍሓካ ንኩሉ ነገር ስታይ ነዚ ነገር እዚ ግን እንታይ ኢልዎ ንቃል ኣምላኽ ንክሉ ርእስኻ እንታይ ግበሮ ኢልዎ ወፍዮ ኢልዎ ሽዑ ምዕባይካ ሳብ ኩላ ምድሪ እታ ክትገብራ ክትፍለጥ እያ ኢሉ እንዳዓበኻ ድማ ክትከይድ ኢኻ ኢልዎ ሕጂ ነቲ ዝሃበካ ነገር ነቲ እግዚኣብሔር ዝበለካ ነገር እንታይ ምግባር እያ መሲልካ ጎንኻ ንየማንካ ንጸጋምካ ከይረኣኻ ርእስኻ ምውፋይ ጥራሕ ምዕባይ ዝርከብ ሽዑ እዩ ምብዛሕ ዝርከብ ሽዑ እዩ ምፍራይ ዝትጅምር ሽዑ እዩ በቃ ኣነ ደስ ብለኒ እዚ ዝዘነበ ገለ በቃ ሓደሓደ ሲሉ በቃ ናይ እግዚኣብሔር ነገር ፍረ ንክፈርስ በቃ ዘየተባብዒ ኢለካ ብጣዕሚ እዩ ድዒ መቸም ሕጂሲ ገለ ገለ ኣሎ በቃ ብስምዒት ጥራሕ ክርጎ ከምዚ ኢና ከምዚ ዶ ከምቲ ዶ ከምቲ ፍረስ ዘየድል ነቲ ሰብሲ ንክገብር ዘየተባባዕ ቃል ፍረ ብእግዚኣብሔር ዝኾነልና ዝተወደልና ኩሉ ነገር ተወዲልና እዩ ሓደ ነገር ክንፈረ ከዓ ፀዊዕና ምሽ ብኩሉ በዝን በዝን ድማ እንታይ ግበሩ ፍረ እዩ በቃ ሕጂ ሓደ ሓደ ግን ስናብኡ ዘየጠምተካ ክትፈሪ ዘይገብረካ ነገራት በቃ ኣነ ከምዚ እንዲ ኣነ ከምዚ እንዲ እሞ ከምኡ ኢኻ እወ ግን ክትፈርኽ ኣለካ ንከምኡ ከዓ ተዋሂብካ እቲ ፀጋኻ በቃ ሕጂ ፍረ ዘይብሉ ትውልዲ ጥራሕ እዩ ዝፈሪ ዘሎ ኣነ ይገርመኒ ብዘመነ ኢሉ ገሌስ ይዛረብ ሕጂ ተሪፋትለይ እታ ነገር ነው ዝተገብረልና ብጎይታ ብዙሕ ነገር ብጣዕሚ በቃ ንኣምን እሱ ንኣምን ኢና ትኽክል እግዚኣብሔር ጌልና እቲ ፀጋኻ እንታይ ጌርና ምስልኩም ፍረ ንኽንፈሪ በቃ ሕጂ ግን ኢሉስ በቃ ፍረ ዘይብሉ ትውልዲ ጥራሕ በቃ ተወዲ እዩ ኩሉ ነገር ኣነ ዝገብሮ ነገርሲ ምንም ነገር የለን ኣሎ እምበር መሊኡ መሊኡ ትገብሮ ነገር ኣሎ እምበር ወ መሊኡ እምበር ሓቀይ ምሽ መሊኡ እምበር በቃ ስለ መድሓነይ ዝገብሮ ውፅኢት ነገር የለን ግን ንክርስቶስ ክገልፀ ግን ዝገብሮ ነገር ግን መሊኡ ኣለኒ መሊኡ ኣለኒ በቃ ከተጉዝ ሕጅስ በቃ ፍረ ዘይብሉ ትውልዲ ጥራሕ እዩ ዝፈር ዘሎ ኮነ ተወዲ ኣገለ ተወዲ ኢለኝ ንመታይ ፀገም ኣለዎ ብባህሪኡ ከዓ ሓጢኣት ከዓ መጨነቕ እዩ ባህሪ ሪኢኹም ኣለኹም ናብ ካሕደ ዝእትው ካብ ምሽ ኣብ እብራውያን ዝዛረቡ በቃ ሓደ እኳ ከይንዳገበረ ልቡ ዝተርክ ይህሉ ካብ ኣምላኽ የርሕቕኩም ኢሉ ስጋዕ ምካሕ ዋላ ኣብ ሮሜ ሪኮብ ዝበቃ እቲ ሓጢኣት ትገብር ነብሲ ሰብ ጭንቀትን ፀበባ እንታይ ዝገብራ ዝወርዳ ኢሉ ባህሪ ሓጢኣት ኮይኑ መጨነቕ እዩ ተስፋ ምቁርጽ በቃ ነብስኻ ቅተል ነብስኻ ጥፍእ ገለ ይጽብለካ ኮ ተጥፍእ ሸ ክንደይ እኳ ብሓጢኣታ ነብሳ ከተጥፍእ ሓሲባ ነራ ክንደይ ኮ ገለ እንታይ ባህሪ እዩ ባህሪ ባህሪ ሓጢኣት ንሱ እዩ ባህሪ ጽድቂ ባህሪ ናይ እግዚኣብሔር ድማ ህይወት እዩ በቃ ሰላም ዕረፍቲ በቃ እቶም ሕግኻ ዘፍቅሩ እንታይ ኣሎ ብዙሕ ሰላም ኣለዎም ኢሎም ኣብ መንገዶም ድማ ዝዕንቅፎም የለን ኢሉ ሪኢኻ ለካ እቲ ሕጊ እግዚኣብሔር ዝፈቱ እግዚኣብሔር ዝምርምር በቃ ብሕጉ ዝመላለስ እዩ ብዙሕ ሰላም ኣሎ ግን እንታይ እቲ ሕጉ ዘፍቅር ሕጉ ዘይፍቅር ከ እንታይ ኣለዎ ሰላም ይብሉ ሕጂ ባህሪኡ ስለ ዝኾነ እዩ እቲ ባህሪ ናይቲ ትነብሮ ዘለካ ባህርስ ኣለዎ በቃ ሪኹ ሕጂ ሓጢኣት ስብ ብባህሪኡ እንታይ እንድሕር ኢልና መጨነቕ እዩ በቃ መጨነቕ እቲ ሓጢኣት ትገብር ነብስስ እዚ እዚ ክወርዳ ኢልዋ በቃ ሕጂ ባህሪኡ ስለ ዝኾነ ሕጂ ክንገብሮ ዝግበአናስ ኣሎ ነገር በቃ ንሕና ፍረ ዘይብልና ክንከውን እግዚኣብሔር ኣይደለና ፍረ ዘለና ሰባት ክንከውን ዘለና ፍረ ዘለና ክንከውን እንተኮይና ግን ከም ዝብለና ዘሎ ንድሕሪት ምጥማት ንጎኒ ንሰባት ምርኣይ ገለ ኣይደልን ሓደ ነገር ኢልዎ ክዛረብ ከሎ ንሎፅ በቃ ውፃእ ኢልዎ ነዛ ምድሪ እዚኣ ዓመፃ ብዚሕ እሞ ንታ ክገብርያ ከጥፍኣ ኢልዎ በቃ ክትወፅእ ከላ ንድሕሪት ገፅካ ግን ቁልሕ ከይትብል ኢልዎ ከይትጥምት ኢልዎ ሪኹም ከዱ ሰበይቲ ጥምት ምስ ኣበለት ግን ኣብኣ ከላ ተሪፋ ያ እንታይ ኮይና ከማን ጳውሎስ ሎጥ ዝፈልጥ ኣይመስለኒ ንዓኑ ቃሉ ስለ ዝገለጸልና እዩ እምበር ጨው ኮይና ድያ ተሪፋ ሓዊ ድዩ መጺኡ በሊዕዎ ኣይፈልጥን እዩ ንሱ እዎ ተጠሚት ኳ ከማ ከውን ይሱ ሕጂ ሓደ ሓደ ግዜ ጎይታ ንዓኻ ጥራሕ ዝገልጸልካ ነገራት ኣሎ ርኢኻላ ናይ ጎይታ ነገር ጥራሕ ክትገብር ከለኻ እግዚኣብሔር ካብ ብዙሕ ነገር እዩ ዘናገፈካ ካብ ትሪኦን ዘይትሪኦን ርኢኻ ኣለኻ ናትካ ነገር ክትገብር ከለኻ ካሽዑ ስኢሉ ዝገድፈካ ንሱ ሕጂ ካብቲ ዝበለና ኣይንውጻእ ናትና ነገር ክንገብር ተጀሚርና ግን በቃ ክኢልካ እዩ ሕጂ ጨብዴ ኮይና እንተይኣ ኮይና ኣይፈልጥን እዩ ንሱ ደቁ ይፈልጣ ገለ ስቕ ኢሎም እዮም ከይዱ ኣዴኹም ደኣ እንድዕ ተሪፋ በቃ ጠሚታ ሕጂ ሓደ ከም ግን ርድኦም እዩ ጠሚታ ከም ዝተረፈት ክርድኦም እዩ እግዚኣብሔር ከድሕና ኢሉ ውፅዋ ግን ከይት ድሕሪት ገፅካ ከይትጥምት ከይትርኢ ሓደ ሓደ ኣሎ እግዚኣብሔር ንዓና ጥራሕ ዝገልፀልና እቲ መስቀል ምስኡ ተሰቐለስ እቲ ምንም በቃ ንሕናስ ብግብርና ኢና ስኻስ ክንደይ ትደፍር ኢኻ ኢልዎ ዶ ተኻላይ ርኢኹም ንሕናስ ብግብርና ኢና ዝሞትና ኣብዚ ኾንካ ከማን ከምዚ ትብል ኢልዎ ጎይታ መንግስትኻ ዘክረኒ ኢልዎስ በቃ ሕጂ ሕጂ ምሳይ ኣለኻ ኣብ ገነት ኢልዎ ብጀካ ጎይታ ንዓና ተዘይገልጸልና ስድርኡ ገለመለ እዚ ዓማጺ ብዓመጹ እዩ ሞይቶም ዝብሉ ምኽንያቱ ኣነ ብዓመጺ እየ ተሰቒለ ኢሉ ርኢኻ ኣለኻ ብዓመጹ ከም ተሰቐለ ኢና ንፈልጥ ስድርኡ ክምስክሩ ሕጂ ታይቱ ብገበኑ ብሓጢኣቱ እዩ ሞይቱ ገለ ጎይታ ግን ካብ ኣሳ ኣናጊፉ ኣድሒንዎ ሱን መስኪሪ ሕጂ ንዓና ገሊጽልና ሕጂ ሎጽስ እንዳኸደ ከሎ ስ ኣይፈልጣን እዩ ጨው ድያ ኮይና ሓወልቲ ድያ ኮይና ከውሒ ድያ ኮይና ተሪፋ ምንም ሪኻ ንድሕሪት ገጽና ሳይ ንጠምት ንድሕሪት ካብቲ ዝበለና ንድሕሪት ገጽና ንጠምት ሃሊና ኮይና ብዙሕ ነገር እዩ ዝረኽበካ ሕጂ ጎይታ እንታይ ኢልካ እንታይ ኢልክ ንዑ ኣጽኒዕ ክሓዙ ኣምላኽ እንታይ ይዛረበካ ኣሎ ኣምላኽ እንታይ ዛ ሕጂ ዝዛረበኩም ኣብ ውሽጥኹም ብዙሕ ነገር ኣሎ እግዚኣብሔር ድብለኩም ነገር ኣሎ ንዑ ኣጽኒዕኩም ሓዝዎ ንዑ ክትገብሩ ጸዓሩ ንዑ ክትገብሩ ፈትኑ ልዕሊ ኩሉ ኣምላኽ ምሳኻ እንተሎካ ኢሎም ርኢኻ ህዝቢ ድሂብካ ኣምላኽ ምሳኻ ከም ዘሎ እታ ክትገብሮ ኣለካ ክትርኢ ኣለካ በቃ ናይ እግዚኣብሔር ነገር ክግለጽ በቃ ምልማን እግዚኣብሔር በቃ እቲ ክትኮነ ዝግባእ ጎይታ በቃ ህላውነትካስ ይገለጽ እቶም ኣብ የለዎ ኣምላካ ዝብሉስ እንታይ ይኾኑ በቃ ገና ከየሳገሮም ከሎ እኳ እዩ እንታይ እዮም ኢሎም እቶም ሰብ ያሪኮታ ምሽምታ መኺኽና ኢሎም በቃ ኣምላኽ ምሳኹም ከም ዘሎ ብዙሕ ነገር ከም ዝገበረ ምስ ረኣናሲ በቃ ልብናስ በኺኹ እዩ እዚ ህዝብስ እንታይ ኮይኑ እዩ ተሳዒሩ ኢላቶ ሪኻ ሕጂ ጎይታ ምሳኻ ከም ዘሎ እንታይ ክትገብር ኣለካ ከትርኢ ኣለካ ጎይታ ተዘይርኢኻኒ እቲ ናይ እግዚኣብሔር ነገር ተዘይርኢኻኒ ሲ ከመይ ኢለ እሞ ክጠብቀካ ከመይ ኢለ ስዕበካ ሓቂ በቃ ጎይታኻ ምሳኻ ከም ዘሎ በቃ እሱ ይኹን ጸሎትና ሕጂ ኣቤላ ኣምላካ ዝብሉ ኣብዚ ግዜ እዚ መዓት እዮም ብዙሓት እዮም ብዙሓት እዮም በቃ እግዚኣብሔር ምሳኻ ተልዩ ግን በቃ እንታይ ክንገብረካ ኢና ክንሰምዓካ ሓንቲ ኩሉ ክንሰምዓ ሓንተስ እግዚኣብሔር ጥራሕ እንታይ ምሳኻ ይሃሉ በቃ ከምቲ ሙሴ ሙሴ ንእዘዞ ነበርና ንዓኻ እንታይ ክንገብረካ ኢና ክንእዝ ንዓኻ ዘይትእዝዘካ ግን እንታይ ክትገብር እዮም ሲልካ ኣምላኽ ምሳኻ እንድሕር ኣሎ ሰብሪ እዩ ናባኻ ከማን የብፅሑኒ ብዛዕባኻ ክዛረቡ ከለዉ ዋባባባባ ኣብዘይ ሓጢኣትና ከይትእትወና ኣብዚ ናይ ኣምላኽ ሰብ እዮም ዝብሉኻ ተረዲኻን ግደፍ ገለ ከይተምፃና ብሉ በቃ ሪኻ ኣለኻ ኣባኻ ከማ እንታይ የገብርዎን እዮም እቲ ነገር ክበፅሕሲ ነቲ ሰብ ሳብኡ ክህሉ እዮም እንታይ ዝገብሩ ይዓግቱ እግዚኣብሔር ብኣኻ ተዘይተራእዩ ግን በቃ ሰብ ድሌቱ ክብለካ ሰብ ድሌቱ ክወራዘልካ ገለገለ ደፋራት ኣይሰኣኑን እዩ ሪኹም ኣለኹም ደፋር ኣይሰኣን እዩ ሓደ ሓደ ግዜ እንታይ ኢሉ መንሽሙ ክዛረበ ከሎ እዚ ሳኦል ዳዊት ቅድሚ ዳዊት ንጉስ ዝነበረ ሳኦል ከምኡ ሪኻ ክፉእ ሰብ የለን ንእግዚኣብሔር ደይዘዝ ግን ኢልዎ ሲ እታ መንግስትስ ንዓኻ ከም ትኸውን ይፈልጥ ኢሉ ብድሕረይ ንደቂ ከይተጥፍኦም ግስታይ ክብል ኢሉ በጃኻ በጃኻ ኪዳን እተወለ ይብሎ ነይሩ ንሱ ከም ዝነግስ እንታይ ይገብር ነይሩ ይፈልጥ እንዳፈለጠ እዩ ግን እንታይ ዝገብሮ ነይሩ ከጥፎ ግን ከጥፎ እዩ ከዓ ንዳ ግን እንዳፈለጠ ከምዚ ዓይነት ሰባት ኣይሰኣኑን እዮም ደፋራት ርኢኻ ኣለኻ በቃ ነቲ ናይ እግዚኣብሔር ነገር ረጊፆም ዝኸዱ ኣብ ዘመነይ ብዙሕ ነገር ርየ ኣብ ኣገልግሎተ ይርእየኒ ኣብዛ ምድር እዚኣ ዝብለኩም ዘለኹ ነቲ ናይ እግዚኣብሔር ነገር እንዳፈለጡ ክቃወሙ ከሉ ኣብ ህይወቶም ዝወረደ ነገር ብዙሕ እዩ ዘይምስኻዕ ዘይምክንዋን ነገር ብዙሕ ነገር ርኤ ኢኻ ከምዚታት ገል ኣይሰኣኑን እቲ ንእግዚኣብሔር ዝፈርህ ሰብ ግን ኣምላኽ ምሳኻ ከም ዘሎ ተፈሊጡ ዋላ እዩ በቃ ናባኻ የብፅሑን እዩ ናባኻ የብፅሑን ሕጂ ኣምላኽ ምሳና ከም ዘሎ እታ ክንገብር ከነርኢ በቃ ካብዚ ኩሉ ሰብ ተለማሚድዎ ዘሎ በቃ እቲ ዓለም ትገብሮ ዳርጋ ኣብ ኣባና ኣሎ ኩሉ ነገር ኮይኑ ንሙሴ ሲ ከምኡ ኢሎሞ በቃ ምሽ በትሩ ድርብያስ እቶም ናቱ ሰረይቲ ከዓ ፅውዕ መፅ ድርብዋ ተመን ትኸውን ከማ ገለ ገብሩ ገለ ምን ሓንቲ መዓልቲ ግን መጽያ በቃ እቲ ስሱን ዝገበራሲ እሶም ክገብርዋ ዘይከኣሉ በቃ ጠንቆልቲ ብዓለም ሱ ክምስክሩ ጀሚሮም እቶም ፈላጣት እዚኣስ ኢሎም እዚኣስ ኢድ ኣምላኽ እያ በቃ ኢሎም ኣብ ቅድሚኡስ ዶ ምባል ስኢኖም በቲ ፎቕፎቕ ዝብል እኳ ክገብሩ ከምኡ ክገብሩ ይከኣሉን ከምቲ ናቱ ክገብሩ ይከኣሉን ኣብ ቅድሚኡ ካንታ ዶ ክብሉ ይከኣሉን ስለዚ እሳቶም ሲ እዚኣስ ኢድ ኣምላኽ ኢሎም ዝምስክሩላ ግዜ መፅያ ሕጂ እዚ እዩ ዘድልየና ደሎ ብዘመን እዚ ግዜ እዚ በቃ ጎይታ ዝረኣየሉ ነቲ ዝበለካ ኣጽኒዕካ ተሒዝካ ነዚ ነገር እዚ ገቢታ ክገልጾ ድማ ጸገም ዝበሃል የብሉን እዚኣ ነገር እዚኣ እያ ትኸውን ግን ብምንታይ እያ እንድሕር ኢልና በቃ ብምሕላው ንየማን ጸጋም ከይበለካ ነቲ እግዚኣብሔር ዝብለካ ዘሎ ሲ ኣጽኒዕካ ብምሓዝ ሳክት ዝኽፈት ኣፍ ደግ የለን ስቕ ኢልካ ዝኸውን ነገር የለን ጎይታ ከም ቃል እዩ ኣብ ቃል እዩ በቃ ኣነ ነዚ ነገር ዝመዲበካ ተይልካ በቃ ካብኣ ወጺኻ ናብ ካልእ ተኸይድካ ኣይናትካን እያ ዘይሞያኻ እያ ዘይሞያኻ ዘይሞይኡ እዩ ሰብ ዝገብር እንታይ ዝኸውን መስልካ የባላሽወካ የባላሽወካ እቲ ትፈልጥዋ ማዕቅ ኣብ ዘይሞይኡ እታ እቲ ሰብ እንታይ ይጎድኣካ ኢኻ ምሕረት ዳገብርና ንኽእል ኮይና ሓቀይ ዲሳሌምን ኣብ ዘይሞያኻ ምእታው ኣይተስልጥን ኢኻ ኣይተደምዕን ኢኻ ኣይተደምዕን ኢኻ ኣብታ ጎይታ ዝበለካ ደው እንድሕር ትልካ ግን መስለጢ ኢኻ ትኸውን መስለጢ እግዚኣብሔር ከምኡ ዘበን ክበና እዩ ነቲ ዝበለና ጥራሕ ኣፅኒዕና ተሒዝና ካብ ዝኩሉ ተለማሚድዎ ዘሎ ሰብ ካብኡ ክንወፅና በቃ በቃ ሰይጣን ባዕሉ ዝምስክረላ ኣነ ከምኡ ዘመን እየ ዝፅበ ዘለኹ ሕጂ በቃ ከምኡ ከዓ እግዚኣብሔር ክገብሮ እዩ ንሕልዎ ኣለና ነፅንዖ ኣለና በቲ እግዚኣብሔር ዝረድኣና መጠን ክንበፅሖ ኢና ምውዳቕ ምትሳ ኣሎ ግን በቃ እቲ ዝረኣ ነገር እንዳረኣና ኣብ ቅድሜና በቃ ክብሪ ጥራሕ ዝረኣየን ትብል ነራ ሳሌም በቃ ክብሪ እዩ ዘሎ በቃ ግን እቲ ክብሪ ግን ሓደ ነገር ክኾነልና ኢና ክንልምን በቃ ዘይተገብረ ነገር በቃ ሰይጣን በዓሉ ዝመስክሮ ጠንቆልቲ ዝመስክሮ በቃ ብሓቂ ኣምላኽ ምስኦም ኣሎ ስጋዕ ዝብል በቃ እግዚኣብሔር ምስኦም ኣሎ ሪኢኹም ኣለኹም ከምኡ ኢና ንደሊ ሕጂ ኣምላኽ ምሳኻ ኣሎ ኢሉ ተዘይመስክርልካ በቃ ቸርች ኣሎ ኢሎም ክመፁ ክእሉ እዮም በቃ ቸርች ላ ብዚ ሕዋትና ብዝለው ኢሎም ክመፁ ደስ ብለካ ደስ ብለካ ይምሽ ወይ ኣምላኽ ምስኦም ኣሎ ኢሎም ክመፁ ከለውን ካብ ኣይትበልፅን ኣይትበልፅን ሓቂ ይምሽ ሕዋት ኣለዉ ቸርች ኣሎ በዚ ንዕና ኣይተተሓይዝ ነገር ናይ እግዚኣብሔር ነገር ሰሚዖም ክመፁ ከለዉ ገለ ግን ንዓኻ ጥዑም ንዖም ጥዑም ምዃን ልቦም ከፊቶም ስለ ዝቕበሉኻ በቃ ኣምፂኻ ክትወትፈሎም ናይ ጎይታ ነገር ከዓ ሽግር ዝበሃል የብሉን ሽግር ክፉት ስለ ዝኾነ እዚ ስኢሉ እዩ ዝዓይተ እምነት በቃ ውፃእ ተበልካያ ወፅ ተፈወስ ተበልካያ ፈወስ ሰብ ገለሲ ልቡ ንዓኻ እንታይ ኣሕዋት ኣለዉ ተመፅኦም ግን በቃ ይፅበየካ እስከ ከመይ እዮም እስከ ክንሪኦም ኢና ገለ ክንሪኣ ኢና እሞ ስጋዓተ ኩነታ ሽዑ ተመቻኣቶም ብሉ ተዚ ተመቻኣቶም ግን ሕጂ ግን ከመይ ምዃንካ እዮም መጀመርታ ክሪኢኻ በቃ እቲ ናይ እግዚኣብሔር ነገር ከብሉ ኢሎም መፁ ሕጂ ንዕኦም ምስ ልቦም ስክስታ ይኮነ ንዓኻ ተረዲኻን ኣምላኽ ኣሎ ኢሎም እንተመጺኦም ግን ይፍለጡኻ ይፍለጡኻ ርኢኻ ኣለኻ ናይ እግዚኣብሔር ዝና ሰሚዖም ክመጹ ከለዉ ግን ኣምላኽ ኣሎ እምበር ኮስተሎ ኢሎም ኣይመጹ እዮም እግዚኣብሔር ደለዋ በቃ እዚኣ ኣምላኽ ዝጠቀመላ ኢሎም ክመጹ ከለዉ ግን በቃ ሕጂ ኣብቲ እግዚኣብሔር ዝረኣኸና ኣብቲ እግዚኣብሔር ዝበለና ኣብቲ ነቲ እግዚኣብሔር ዝመደበና ግን እንታይ ንኾን መሲልኩም ኣምላኽ ክርዳ በቃ ሓንትስ ኣምላኽ ምሳኻ ጥራሕ ይሃሉ እምበር ክንሰምዓካ ኢና ሕጂ ኣብቲ እግዚኣብሔር ዝለኣኸና ጎይታ ተገለጽ ጎይታ ተገለጽ ጎይታ ተገለጽ ንበሎ በቃ ጎይታ ብዛዕባ ሰባት ገለ ኣይ ብዙሕ ክሳይ ይኹን በቃ ኣምላኽ ተገለጽ ኣምላኽ ተር ኣምላኽ ተር እንዳበልና እንድሕር ኬና ግን ንዑ- ንዑ ቀዲምና ኩሉ ነገር ክሳኻዕ ኣጽኒዕና ተሒዝና ስለዚ ኣምላኽ ባርኩም ጎይታ ባርኩም ደስ ኢልኒ ስለ ዘገልግልኩኹም ተባረኹ ኣሜን